እዚ ናይ ብርቄድ ክእለት ቀንዲ ኣብቲ ኣመሳር ኣዋፃፃኣ ናይ ዜማታት ብርቄድ ሽዑ ዝለዓለ ተራ ነይሩ

ክቡራትን ክቡራንን ተዓዘብትና ምስ ኣርካን ድምጻዊ ተስፋልት ክብርዝጊ ብርጌድ ቅድሚ ዓመት ዘካየድናዮ ዕላል እዚ ክትከታተልዎ ዝጸናሕኩም ነይሩ። መቐጸልትኡ ምስ ኣርካን ድምጻዊ ተስፋልት ክብርዝጊ ብርጌድ ካብ መገሻ ተመሊሱ ኣሎ። መቐጸልትኡ ናባኹም ነብሎ ኣለና። ሰናይ ምክታል። ሕራይ ኣርካን ድምጻዊ ብርጌድ እንኳዕ ዳሓን መጻኻ እዚ ከነካይዶ መዲብናዮ ዘለና ዕላል መቐጸልታ ናይቲ ዓሚ ዘካየድካዮ ዕላል እዩ ክኸውን። ስለዚ ተዓዘብትና ኣብቲ ዝሓለፈ ዕላላትካ ተኸታቲሎሞ ኣለው። ሕጂ እውን ነዘን ሰለስተ ሕቶታት ናባኻ ከነብል እና። መቐጸልታ ከትገብረለን ፍቓደኛ ብምዃንካ ብስም ተዓዘብትና ነመስግነካ። ናብተን ሕቶታት ከብል እየ። ሕራይ ብርጌድ እዛ ቪድዮ ከነዳልዋ እንከለና ቅድሚ ሓደ ዓመት ዘተዛረብካዮ እዩ ነይሩ። ተዓዘብትና እውን ተኸታቲሎሞ ኣለው። ኣመላኽታ ካበይ ትጅምር?
እዚ ክስታይ እዩ ብመሰረቱ እቲ ገድሊ ኣብቲ መዋእል ገድሊ ዝተምሃርካዮም ነገር ነገራት ከመይ ጌርካ ትሪኦም ይሕግዘካ ጥራሕ ደይኮነ መሰረታዊ እዩ ኣብ ሂወተይ ኣነ ምክንያቱ ኣብ ንእሽቶ ዕድመይ እውን ስለ ዝኣተኽዎ እሱ እየ ድብል ካልኣይ ነገር ከዓ እቲ ዛንታን እቲ ቅድሜና ዝነበረ ወለዶ ዛንትኡ ነዚ ሕጂ ድሕሪኡ ዝመጸ ዛንታ ናይ ህዝቢ ኤርትራ እንድሕር ርኢኻዮ ናበይ ገጹ ከም ዝኸይድ ንኽትፈልጦ ኣጸጋሚ ኣይመስለንን። ቁሩብ ከኣ ሓደ ሓደ ታሪኻት እንተ ኣንቢብካ ትፈልጥ ኢኻ። ስለዚ ኩሉ እቲ ቅድሚ ሕጂ ዝገበርናዮ እዚ ሕጂ ተፈጺሙ ዘሎ ፍጻሜ ዝሕብረና ዘሎ ካብኡታት ተበጊሱ ካልእ ብዓቢኡ ከኣ መንግስቲ ብፍላይ ፕረሲደንት ኢሳያስ ሓሓሊፉ ዝህቦም መሰረታውያን ዝኾኑ ሓበሬታታት ብጣዕሚ ንዓቶም እንድሕሪ ደጋጊምካ ሰሚዕካ ንነዊሕ ዝኾነ ጉዕዞ ናበይ ከም ዝኸይድ ቁሩብ ሓደ ሓደ ርእይቶታት ጠይደለ ክህልወካ ይኽእል እዩ ዝብል እምነት ኣለኒ።
ጽቡቕ ሕራይ ገዲም ኣርካን ድምጻዊ ተስፋልደት ክብሩ ዝጊ ብርጌድ። ብሕሉፍ ትሕበን ብህሉው ብድሆ ክም ኣይትብልን ንጽባሕ ድማ ብተስፋ ኢኻ ትምልከታ። እዚ ኣመለኻኽታ'ዚ ዳርጋ ኣብ ኩሎም ብጾትካ'ውን ዝተላበስዎ እዩ። እዚ ናይ ሎሚ ወለዶ፣ ምስቲ ዓሚ ዝበልካዮ ኣጋናዚብካ ከመይ ረኺብካዮ?
ክልተ ሕቶ እየን መስለኒ እታ ቀዳመይቲ ሓደ ሰብ ኣብ ዝኾነ ሂወቱ ዝተወሰነ ግዜ እዩ ደሎ ብባህሪ እቲ ዘሕለፎ መዋእል ብፍላይ እቶም ኣዝዮም ጽቡቓት ዝኾኑ ታሪኻት ተሳሕራሓሎም እንተ ኣብኡ ተሳቲፉ ንዕኡ እንድሕር ዘየድንቕ ኮይኑ ደኺሙ ኣሎ ወይ ኣይጠዓየን ማለት እዩ። ስለዚ ኩሉ ግዜ ኣነ ከም ሰብ ሓንቲ ደርፊ ኣላ ጽንሕ ኢለ ከውጽኣ እየ መሪር ከሎ ተናፋቒ ነቲ መዋእል ናይ ገድሊ ምረቱ እዚ ኢልካ ክትዕቅኖ ኣይትኽእልን ኢኻ ግን ትናፍቖ። ሓደ ሓደ ግዜ የንባዓካ እዩ ክትዝክሮ ከለኻ ትዕልል ከለኻ ስለዚ ኩሉ ግዜ ምግዳለይ ብጣዕሚ እየ ዝሕጎስ እሱ እዩ ከዓ እቲ ዝበለፀ ነገር ቀዳማይ ናህካ ዛንታኻን ታሪኽካን ዘይተኽብር እንተኾይንካ ዳሕረዋይ ከተኽብሮ ኣሸጋሪ እዩ እቲ ካልኣይ ገፅ ናይዚ ዘረባ እዚ እቲ ተስፋ ተስፋ እንድሕር ዘይብሉ ሰብ መቸም ጠጠው ኢሉ ኣሎ ማለት ኢዩ። ጠጠው ዘለ ፍጡር ከኣ ኣሉ ክትብሎ ጸጋም ኢዩ። ስለዚ ተስፋ ነቲ ተስፋ ብ ግብሪ ክትሪኦ ክትሰርሓሉ ክትክእል ኣለካ። ክትሓስበሉ ክትክእል ኣለካ ብውሕዱ ከተድንቆ ክትክእል ኣለካ። ተስፋ እንድሕር ድልየካ ከኣ ኣብ ተስፋ እኻ ከኣ ክትበጽሕ ኣዝዩ ዝበርትዐ ዕድል ኢዩ ዘሎ። ስለዚ ኩሉ ግዜ ተስፋ ኣልዕልቢለ ዘይኮነስ ሓደ ሓደ ድራኣይኒ ነገራት ኣለዉ እቶም ተስፋ ክነውሑ ክሓጽሩ ክእሉ እምበር መብዛሕትኦም ኣብ ልክዕ እዮም ዝመጹ ስለዚ ተስፋ ብዙሕ ሰብ እዩ ተስፋ ዘለዎ ንሱ እየ ብከምኡ እየ ተስፍወ እየ ካብ ዝዛረብ እምበር እንታይ ገብረለይ እሞ ድሕሪት ዝዛረብ ድሕሪት ይተረፍ እቲ ካልእ እታ ካልኣይቲ እዚ ሕጂ ዘሎ ወለዶ ወይ መንእሰይ ናይ መን እሞ ክወስድ እቶም ኣያታቱ ኣቦታቱ ተረኣኻዮም እተጻሕፈ ታሪኽ ኣብዚ ሃገር እዚ ኣብዚ መሬት እዚ እዚ ሃገር እዚ ንምምላስ ክንደይ ማዕሙቕ እዩ ተኣትዩ፣ ክንደይ ደም እዩ ተኸፊሉ፣ ክንደይ ጉልበት እዩ፣ ክንደይ እንታይ ኢልካ ክትትንትኖ ዘይተገብረ ዝተረፈ ነገር ዶ ነይሩ እዩ፣ ደይ ሰብ ስለ ዘይጠፍእ ብሓይሊ ብዓቕሚ ስለ ዝቕየድ እዩ፣ ካብዚ ዝተወልደ ወለዶስ እንታይ እዩ ክኸውን ኢልካ ተሓሲብካ እዛ ንሪኣ ዘለና ጥራሕ እያ ክትከውን ትኽእል ካልእ ዋላ ሓንቲ ክኸውን ኣይኽእልን እዩ። የሎ ጠፊኡ እዩ ከምዚ ኮይኑ ከምዚ ኮይኑ እህ ናይ መን ክወስድ ካበይ ክልቃሕ ከምኡ ኣሎ ድዩ እዚ ሃገር የለን። ስለዚ እዚ ወለዶ እዚ ካብቲ ዝሓለፈ ዝበርትዐ ስራሕ ዝሰርሐ ኢለ ዝሓስቦ ጥራሕ ዘይኮነስ እዩ ከኣ ክቕጽል እዩ ከኣ ኮይኑ ይስማዕኒ ስለዚ ክሕበን ጥራሕ እዩ ዘለዎ እቶም ንዑድ ወለድና ከኣ ንሕበን ዋላ ሓንቲ ኣብ ዓለም ከዓ ታሪኽ ምስራሕ ጥራሕ እምበር ካልእ እንታይ ፀገም መፅእ እዩ ኣብዚ ሃገር እዚ ግን እቲ ፀገም እቲ ወለዶ ናይ መን ክወስድ ናቱ እዩ ዝወስድ ደልና እሱ ወሲዱ ከዓ ኩሉ ረጊፅዎ ይኸይድ ኣሎ ብኸምዚ እየ ዝገልፆ እዚ መንእሰይ ሕራይ ብርጌድ ኣቕጽላለና ዶባት ኤርትራ ብደም ደቃ ኣብ ዝተዋሓሰሉ መድረኽ እቲ ብደም ደቃ ክዋሓስ እዩ ዝበልካዮ ብደርፍኻ ሕጂ ከመይ ረኺብካዮ? እዚ ብዛዕባ ቅድሚኣ ክትዛረብ ኣጸናሕኩ ናይዚ ወሎዶ እዚ እንድዩ ናበይ እሞ ክንከይድ እንታይ ክንቅይር እንታይ ቅያር ኣሎ እዩ። ወዲ ሰብ እኮ ዋላ ብእምነት ተሪእኻዮ ምስ መሬት ተኣሳሰረ እዩ። እንታይ እንታይ እዩ ክገብር ነይርዎ ህዝቢ ኤርትራ እዚ መንእሰይ እዚስ እንታይ እዩ ክገብር ነይርዎ ተልካ እታ ትግበር ጥራሕ እዩ ክገብር ካልእ ዋላ ሓንቲ ይብሉን ናብ ልዕሊ እዚ ህዝቢ እዚ ዝወረደ ሽግር እንተርኢናዮ ማእለያ ይብሉን ክበታትንዎ ክዘርግዎ ክጠፍእ ደሎ ክፉእ ዝበሃል ርኢኻ ናብዚ ህዝቢ እዚ ወሪዱ እዩ። ብእኩብኹም ብንጹር ብውሽጢ ውሽጥኹም ብራኢ ዝተገብረ ኣብ ልዕሊ እዚ ህዝቢ እዚ ዓቐን ኣለዎ ይብልኒ ኣነ እንድዒ ደቅን ሰብ እንተልዩ እንታይ እሞ ክገብር ነይርዎ እዚ መንእሰይ ስሪኡ ጥራሕ ሸጥ ከብል እዩ ነይርዎ ሽሪኡ ሸጥ ኣቢሉ ኸኣ ደሙ ከፊሉ እታ ግብእቲ እታ ሓቂ ክኸውን ክኸውን በትሪ ሓቂ ኣብዛ ዓዲ ዘይስበርን እዩ። ሕጂ እዚ ኣርባዕተ ሚእቲ ዓመት እንተ ደኣ ተመሊስና ነዚ ዛንታ ናይዚ ህዝቢ ተርእዩናዮ ኣይተ ክስቶ ድበሃል ኢሉ ተሲኡ መጺኡ ዘሪፍዎ ክኸይድ ከምኡ እዩ ዝብል ዝኾነ ይኹን ክስቶ መጺኡ ከሎ ኣሉላ መጺኡ ከሎ ክስቶ መጺኡ ከሎ ኣብ እዝኑ ክትቆርጻ ሃዘ እንተ ዳሪና ኣርባዕተ ሚእቲ ዓመት እዚ ህዝቢ እዚ በይጀካ ኩስቶ መጺኡ ወሪርዎ ኩስቶ ድባሃል መጺኡ ነይሩ ኣፍራስ በዚ ሓሊፉ ገለዋ ኣሉላ ድባሃል ኢሉ ክቅጥቅጦ እንተ ዘይኮይኑ ካልእ ዛንታ የለን። እንድዒ ኣይሰማዕናን ዘለና ካልእ ድነግሩና ኣለዉ ደርፍታት እየን ኣነ ድብለን ሃለውለው ደርፍታት ቡዝሓይ ሰማንያ ኣበየናይ ምድረገጹ ሰሚዕናዮ ኣይንፈልጥን ኣነ ንዓ ክንዓቢ ከለና እዚ ክገብሩ ግን እቲ ህዝቢ ከኣ ናይ ገዛእ ርእሱ ኣብ ውሽጡ ዘብቆሎ ከመይ ገይሩ ከም ዝከታኸል ከመይ ገይሩ ከም ዝጽንዕ ከመይ ገይሩ ከም ዝምክት ከኣ ናይ ገዛእ ርእሱ ባህሊ ኣለዎ። እዚ ባህሊ እዚ እናኸደ እናኸደ ከኣ እዚ መንእሰይ እዚ እዚ ናይ ኣርባዕተ ሚእቲ ዓመት ግፍዒ መሊስዎ ኣሎ። ዶባቱ ከኣ ዝኾነ ይኹን ሰብ ከም ዘይቀርቦ ገይርዎ ኣሎ። ሕጂ ከኣ ብምንታይ እዩ ብዶም እዩ ዝሓገዞ የለ። ሓገዝ እሞ ልሙድ ኣይኮነን። ኣብዚ ካልእ ዓለም ኣናዲብ ኢልካ ተሰሚዕካ ማእለያ ዘይብሉ ሰራዊቶም ናንጻርና እዮም ሰራዊት ኣትዮም እምበር ሰራዊት ይኹን ንብረት ይኹን ዝኾነ ይኹን ነገር ክንደይ ሓገዝ ክንደይ ማእለያ ዘይብሉ ቴክኖሎጂ እዩ ዝዋግኡ። እዞም ንዓና ዝገጥሙ ከኣ ብኸምዚ ረብሪቦምሉ እዮም። ደድወጸ መጋዚን ርእዮም እዮም ዝገዝኡ። ግን እሱ ትርጉም የብሉን ኣብ ቅድሚ እዚ መንእሰይ እዚ። እዚ መንእሰይ እዚ ዛንታ ዘለዎ ኣብዚ ግዜኡ ጥራሕ ዘይኮነ ንነዊሕ ወለዶ መጺኡ ተኣኻኺሉ ዝመጸ ናይ ምምካት ዛንታ ስለ ዘለዎ እዚ ዛንታ'ዚ'ኸኣ ዝኾነ ይኹን ተኣምር መጺኡ ክቕይሮ ስለ ዘይክእል ኣብ ታደላ ጥራይ'ያ ትኸይድ። እናሃለኻ ብደውን ዓጹን'ኳ ኣውሒስዎ። ኣውሒስዎ ጥራሕ ዘይኮነን ጽቡቕ ናይ ሰባት ዝደልዩ ካብ ታሪኽ ናይ'ዚ መንእሰይ'ዚ ክመሃሩ ይግብኦም'የ ዝብል። ክብረት ከኣ ይሃቦም።
ፅቡቅ ስለዚ ተመሊሰን ኣለዋ እተን ሓሲምንያ ዝነበርና ማለት እዩ እቲ ዓሚ ተዛረብካዮ ኣስመራ ክንኣቱ ኢና መንግስቲ ስንቂርና ዝበሃል ዝነበረ ሲ እሱ ጥራይ ዘይኮነ ወላ እቲ ናይ ኣርባዕተ ሚእቲ ዓመት ዝነበረ ሕቶ ናይ ዶብ ሕቶ ናይ መንነት እውን እዚ ወለዶ እዚ ታሪክ ያታቱ ተሰኪሙ ታሪክ እሱ
ሰብ ኣብ ድኳ ድዩ ዋላ ኣብ ዓራት ኮይኑ ዝሓልሞ ካልእ ኣርእስቲ እዩ ማለትሲ መንግስቲ ክትቅይር ዋ ወዳጀ ሶም ክቕይሩ ኢሎም ጎጠጥ ኢሎም ከምኡ እዩ ትሕልሞም ከዓ ከምኡ እንዲ ካብ ቀደም ኢኻ ናይ ሎም ኣይኮነን እቲ ክትቅይሮ ደሊኻ ዘለኻ እንታይ ትገብር ይቕይር ከኣሱ ይቕይር ጥራሕ ዘይኮነ ካል ካብኡ ድኸፍ ርእስቱን ክመጽእ ኽእል ስለዚ እዚ ሕልሚ እዚ ሕልሚ ምዃኑ ንፈልጦ ነርና ኢና ሕልሚ ኮይኑ ከም ተርፍ ከዓ ፍሉጥ እዩ ክቕይሩ ገለ መለ እንተኾነ እዮም ነቲ ህዝቢ ብኹሉ ኣብ ዓለም ዘሎ ጥራሕ ኣብዚ ጎረባብቲ ህዝቢ ብሓደ ዝነብር ዘይኮነሲ ንኹሉ ሰላም ከመይ ገይሩ ከም ዝመፅእ ተሓሰብ ክሓይሽ ከምኡ ይግረም ኩሉ ግዜ ደንጎላ ትድርብየሉ ግን ሓደ መዓልቲ ደንጎላ ገይሩ ይድርብየልካ ንጭዋራ ገይሩ እውን ክጠቕጠቐልካ ምዃኑ ትፈልጥ ኣለካ ምክንያቱ ሕጊ እሱ ዓሰርተ ግዜ ከም ዝገበርኩም ተደሊኹም መሬትኩም ክንወስዶ ኢና በዚ ክንጨርመልኩም ኢና ኣውዕትኩም ወጹ እስኹም ከምዚ ኢኹም ትመስሉ ኪዱ ገለ መለ እንዳልካ መዓት ጉዳይ እዩ ኣብዚ ልዕሊ እዚ ህዝቢ ተገይሩ እንታይ ምርጫ ኣለዎ እዚ ህዝቢ ስለዚ ምቕያር ዘይኮነሲ ክትቅይር ኢልካ መጺእካ ድላይካ ክትገብር መደብ ኣውጺእካ ትኸውን ነቲ ካልእ እንተ ከምኡ ብዙሕ ግዜ ብፍላይ ተሓሳስብ ኮይንካ ምቕያር ዝኽእል ዘይኮነ ካብ ምቕያር ዘይምህላው እውን ከምጽእ ይኽእል እዩ ነቲ ሓደ እንጻር ምክንያቱ ኩሉ ግዜ ዓሰርተ ግዜ እንድሕሪ ድቃስ ትኸልኦ ኮይንካ ንድቅሰሉ መንገዲ ይድሓስ ስለዚ እቲ ክውን በዓል ሓቅኻ እዩ ኩሉ ግዜ ዳርጋ ተስዓ ካብ ሚእቲ ቦትኡ ዝበጽሕ ጸባ ኮይና ርእይናያ ኣለና። ሕራይ ብርጌድ ሕቶታተይ ኣብዚ ወዲኤ ኣለኹ። ብርጌድ ቁምነገር ደረቕ ዕላል ጥራይ እዩ ደዕልል ወይ ደዛረብ ኬብሉኻ ኣብ ሜዳ መማቕርቲ ትብሉ ኔርኩም ንጸብሒ ኮሚደረ ወይ ሳልሳ ወይ ጉዕ ወይ ጻዕዳ ሽጉርቲ ተረኺብኩም መማቕርቲ ኢልኩም እዮም እትጨርቁሉ ወይ እትብልዎ ኔርኩም ተብሂልሞ እቲ ዕላላትካ ዕላላትካ ብምሉኡ ደረቅ ከይከውን ጥዑም ዕላላ ክገድል ኣሎ ንሱ እስከ ቁሩብ ካብቲ ብዙሕ ተዕለልካና ከመይ ይመስለካ እወ ሕጂ እሞ ብዙሕ እንዲት ዕላላት ክትዝክሮ ትኽእል ኢኻ እንዳ ሓደ ሓደ እዮም። ሓደ እዋን ካብዚ ምስ ኣዝለቕና ኣብዚ ታባዋዲ ገብሩ መጀመርያ እዚ ፀላኢ ብባሕሪ ምስ መፀ ኣብ ሩባ ኣልጌን ኣብ ታባዋዲ ገብሩ ሓደ ወዲ ወልደሃንስ ዝበሃል መፃይና ነይሩ ሕጂ ነቲ ምረት ብጣዕሚ ብርቲዕ ሃርሮ ኣብዚ ብፍላይ ካብ ሰነ ኣትሒዝካ ዝናዕ እናሃዘ ዘሎ እንበይኑ እዩ። ጋንታ ሰብ ምሉእ ለይቲ ናብ ማይ ክንሓድር ክንወርድ ንሓድር ሓንቲ ጋንታ ሰለስተ ፊስቶ ትመልእ ማለት እዩ። ንጽባሕ መውዓልን ንጸሓይ ኮኮስ ገለ ማይ ስተ ገለ ሰዓት ክልተ ገለ በለስ እቲ ማይ ዳርጋ ወዳእ እዩ። እቲ ሃሮርካ እስካዕ ሰዓት ሸሞንተ እዩ ዝቕጽል። ሕጂ ሃሩር ወይ እቲ ወዲ ወላድስ። ባእ ኣታ ወዲ ወላድ ምስ ሃሩር ስምብር ኢዩ ወዲእና ማይ ጽምቓ በቃ በሃልኳ ሲኢንያ ገለ ተልኮስ እገርመካ ኢዩ ኢልኒ እዛ ወርሒ ሰነስ ኢዩ ናብተን ኣዋርሕ ፋሕተት ዘብልዋ ይሽከር ስለዚ እቲ ናይ ጽምኢ ጉዳይ ሓደ እዚ ከምኡ እዩ ካልእ ቁማል ብርቱዕ እዩ ሕጂ ክንዲ ልጺብ ኢልናያ ንዓርፍ ክኣ ብለካ ዶ እቲ ጸጉርካ ኣይትቆርጸ ድካ ኣፍሮ ክትገብሮ ህር ትብል ጀብጀብ ክትገብሮ ትክል ቁማል ትንፋስና በልዮም ሕጂ ሓደ መዓልቲ ባህሊ ከነርኢ ኢልና በዚ ድሕሪ መስመር መጺእና ኣብ ገለብ ኔርና ቁማል በቃ እዚ ርእስስ ሓሰክሰክ ኢሉ ርእሰይ በቃ ሕጂ ንሕርሻ ኢሎም እቶም ናይ ሙሴና ኣለዉ ዲዲት ኣምፅኦም ነዛ ርእሰይ ዲዲት ንስንስንስ ቢሎ ቦማ ኣምፅኦ ሸፊና እያ ፀሓይ መን ሓሲብሉ ፀሓይ ገርበካ ተመክሮ ኣሎም ንከምኡ ዝወፅኡ ጠፍኡ ፀትና ዝብሉ እዮም ቀዳም ሕጂ በቃ ከይደ ዳርጋ ሰዓት ኸውን ኣብ ርእሰይ ገይረዮ ደሓር ኣብ ጼር ግፍ ንግፍ ቢሎዮም በቃ ረጊፎም ተወዲኦም ሓያል እዩ ናይ ክስታይ ናይ ሕርሻ እዩ ሕጂ ከም ገለ ጸሓይ ሃሪምኒ እንተርሂጹ እንተ መናፊት ተኸፊቱ ኣብ ርእሰይ ኣትዩ ናብዚ ክኸይድ ከለኹ ሰቲ ነብሰይ ናብ ዝኸይድ ተኽልፍኡ ኢለ ገለ ሕዝ ገርመካ እዩ እቲ ሕጂ ሕዚ ንኸው ግን ዝገርም ነገር ከይደርእ ሰይተሓፂረ ኣይነገርኩን ነቶም ብፆተይ ክነግሮም ነይሩ ምክንያቱ ሓደጋ እውን ህልዎ ግን ስቕ ኢለ ከይደ ሕጂ እየ ኢሎም ተስፋለት ወይ ብርጌድ ኢሎም መፁ ክንታይ ናብዚ ከይከይድቲ ነብሰይ ገለ ሕጂ ዳሓዝኩ ዳሓዝኩ ኣብ ሰለስቲ ብጠፍ
ማእከላይ ጉጅለ ባህሊ ባህሊ ከሪኡ ምስ መፁ ኣብቲ ዘበነ ናይ ቁማል ዘሸግረኩም ዝነበረ እውን ዕላላት ኣሎ ከም ዝሓበሩና ገሊኹም ርእሲኹም ተላፂኹም ገሊኹም ከዓ ጀብጀብ ሕጂ ብቲ ብዝሒ ናይቲ ሰራዊት ስለ ዘሎ ክእዝዙኹም ከለዉ እንታይ ከመይ ነይሩ? እሳ ኣብ ሰብዓን ትሽዓተን። ኣብቲ ሩባታት በብርጌ በቢበጦሎኒ በቢሓይሊ እናወጻእና ንሕና ኣብ ቀብርኦት እተን ካልእ ከኣ በብትሕቲኤን ዘሎ ሩባታት እዚ ናይ ገረግር ገለመለ ማለት እዩ። ኣብኡ ወሪድና ኣብቲ ቁራጽ ፊስቶ ክዳንካ ኣውጺእካ ኣብኡ ተኣልኮ ኣውጺእካ ትጾጣ ትሕጸብ ከምኡ ገይሮም እቶም ቁማል ክጠፉ ኩሉ እቲ ግንባር ብምልኡ ማለት እዩ እንዳ ሰላሳ ንሓደን ግን ፍሉይ ናቶም ፍሉይ ናቶም ዝወሰንዎ ማለት እዩ ኩሉ ብብርጌድ ርእሱ ተላጽዩ ብሙሉኡሲ ርእሱ ተላጽዩ ሕጂ ብቲ ባህሊ መጺእና ዝተንኮለ ንሕና እዞም ናይ ዕስራን ሰለስተን ኣርባዓን ኣርባዕተን ከከም ጨጉርኻ ኣፍሮ እዩ ኩሉ እታ እንዳ ሰላሳን ሓደን ከኣ ኩላ ለጻ እያ ሕጂ ጓይላ በብ ክትስዕስዕ ኢሎም ኣብቲ መወዳእታ ሳዕስዒት ተጀሚሩስ ኣባ ጓይላ እኳ ሕጂ ከኣ እንዳ ሰላሳን ሓደን ኢኹም ትኣትዉ እቶም ተላጺኹም እንዳ ዕስራን ሰለስተን ኢኹም ትኣትዉ እቶም ኣፍሮ ዘለኹም ውጻእ ለጻ ኢኻ ንስኻ ከምኡ ተባሂሉ እቲ ዛንታ ናይ ቁማል እዩ ናብ ምንባር ማለት እሳ እታ ዕላል ካልእ ንክልተ ውጽኣትና እቲ ሓደ ከምዚ ጓሳ ማህበረሰብ እዩ እቲ ሓደ ከኣ ወዲ ከተማ እዩ ሕጂ ኣብቲ ዕላል የዕልሉ እሞ እቲ የዕልሎ ዓቆን ይረኽበሉ መስለኒ ይኸብዶ እቲ እቲ ወዲ ከተማ ዘዕልሎስ ገለ ገለ ገለ ገለ ገለ ዋይ ዋይ በዓል እስኻስ ክላእ እዚ ቦይዝግሲ ካብኡ እንዲኻ ልግስ ደልዩ ወይ ከእርርዎ ደልዩ እዚ ቦይዝግስ መጺኡ ኣኼባ ተትገብረልና ኢልዎ ነቲ ወዲ ከተባቂ መጺኡ ኣኼባ ተትገብረልና እወ ኮፍ ከይለ ከዓ ነቐፌታ መልክያ ኢልዎ ንተመሰጃ ኢልዎ ዳሓር ጸኒሑ ገና ከምኣ ኢልዎሲ ክገብረሉ ደልዩ እቲ ኣብ ከተማ ዳዕበ ዝተፈላለዩ ኣኼባታት ኣለካ ኣቦይ ዝግበር መጽኢ ተክሊጥ ተትገብረልና ናይ ምንታይ ተክሊጥ ተክሊጥ ኣብዛ ዓዲ በቃ ካብዛ ሃገራት ኣለዉ ትፈልጣ ኣብ ኣሜሪካ ኣብ ገለ ዝበሃል ኣሎ ተክሊጥ ተትገብረልና ሙሉእ ህዝቢ ዓለም ብሎ ሕጂ

ብርሃነ ገረዝግሄር ኢሉ ሽረ እንዳስላሴ ኢሉ ንዓይ ሽረ እንዳስላሴ እወ ገመድ ተባላዕ ምስ ኣበሉ ኢሉ እዚ እቲ ዛንታ የለውን ሰሙ ነዚ ኣዝዩ
ደስ ዘብል ጭርቃን እዩ ነይርዎ ኣብቲ ሜዳ ይገርም እዩ ካልእ ናይ ሓደ ምሳና ዮሃንስ ተወልደመድህን ዝበሃል ጓልላ እዩ ዝበሃል ጎበዝ ጎበዝ ክብለካ ከሎ ብጣዕሚ ጎበዝ እምባ እዩ ግን ዳሕን ይጓሳ እዩ ነይሩ በዚ ተከዘ ከይነ ውሃናት ዛንታ ከቢድ እዩ እዚ ሰብ እዚ ምርዑ እዩ ተመሪዑ ትምርዑ ምስ ኣበለ እዩ ንገድሊ ወፂኡ ምሳና ነይሩ ኣብ ጋንታና እዩ ፈልጦ እውን ኣነ ስድሩ እንታይ ገይሩስ ተመሪዕዩ ሲ ሕፁነት ከም ዝንፈልጦ ክልተ ወርሒ ወይ ክልተ ወርሒ ፈረቓን ገለ እዩ ገይሩ ተመሊሱ ናብታ ዝነበረ ናብ በረኻ ናብሕኡ ገለ ገጣሚ ተሰሊፉ ማለት እዩ ሕጂ ይነብር ተወጊኡ ኣብ ሓልዮታት ናይ ብርጌድና ሕክምና ኔሩ ክዳነይ ክሓጽብ ኢሉ ቱርባ ኣውጺኡ ብጣዕሚ ዘረብኡ ምስሓቅ ዝገርመካ ኢዩ ኩሉ ይብል ብርጌድና ዘይኮነስ ዋላ እቲ ከባቢና ስጋዕ በዓል ዳርባዓት እንዳርባዕተ ገለ ኢዮም ዝፈልጥዎ ብፍላይ ከኣ በዓል ውጩ ዘሩ እንዮ ኣብቲ ግንባር ነኩ ኣሎ ገለ ፈልጦ ኢዩ ኣብቲ ሓልዮት ትርባ እናሓጸበስ በዓል ውጪ ወጺኦም ኦ ደመ ኢሎም መመላስ ኢሎም ኣላጊሶም ኣብቲ ርባ ክስሕቑ ኢሎም እዮም ኢላ ገለመለ ኢሎም ኣብ ዘለና ንሓጽብ ገለመለ ገለ ኢሎም ዝሓጸበ ኣብቲ ቤት ጽሕፈትና ብርጌድ እንዳ ኣርባዕተ ዝመጸት ጓል ትሓልፍ ደምበላስ ሕጂ ጆን ደምበላስ ኢና ንብሎ ነርና በጋጣሚ ደምበላስ እኳ ኣይኮነን ግን ሳብ ጓል ኾነ እዮም ጥቁዕልካ ዝበሩ እምበርስ ሕጂ ርእይዋ ነዛ ጓልሲ ስማ እንዶ ኢልኹም ዋ ተጓል ምሳኹም ድ እዎ ምሳና እያ ፋእ ኢሂ ተልዎስ እዛ ጓል እዚኣስ ወይ ሰበይተያ ወይ ሓፍተያ ኢልዎም

ሓፍቲ ክላ ሃክ ዶ ተመርዓወት ኔራ ወላ መን ሽማ ክስቦ ሰብኣይ ኣይትፈልጥዮ ድኺ እውይ ኣይፈልጦን እየ ጉዕላይ እዮም ድብልዎ ኔሮም ግን ዮሃንስ እዩ ድብሃል ሽሙ ኣነ እንዴ ጉዕላይ ኢልዋ ሓፍታ ንሰበይትያ ክም ኢልዋ ስሒቆም ድሓር ኣብ ድፋ መጽ ባዕለይ ሓቲተዮ ክኣ ሰበይቱ ክኣ ተተኩ ምክንያቱስ እንታይ እሞ ኣብቲ ሰብዓን ትሽዓተን እዩ ኣብቲ እዋንቲ መርዓ ገለ በለ ሓዳር ገለ በለ ዋላ ብክስታይ እኳ ብውዲ ፍቁድ ተኮነ ፈጺምካ ከምኡ ድሓስብ ማለት ስክስታይ ኣይነበረን ድሕሪ እዩ እቲ መርዓ እቲ ዋላ ስድራ ቤት ዘለዎም እንዳ ህዝቢ ምምጻእ መጽ እሞ እሳ ተትኸውንስ እንታይ ምገበርካ ኔርካ ደምቤ ይብያ እባ ትኽ ኢለ ፖለቲካ ቤት ፅሕፈት ሞትክ እንዳ ትብል እንተልኩስ ብውሕዱ ብውሕዱ ሳብዛ በጦለኒ ይግበርዎ ክብሎ ስለዚ ነቲ ታሪክ ናይ እንተሰውዮ ከመይ ደለ ጅግና ወዲ እዩ ነይሩ ኣጋጣሚ እውን ስድራኦም ፈልጡ ወያነ ኣብዚ ቡልቋ ዝበሃል ዓዲ ናይ ሊባን ኣብያ ዓዱ እዚ ብጣዕሚ ሕጂ ገድልን ኣብ ብዙሕ ግዜ ገድልን ፍቕርን ናብራን ህይወትን ገለ እንብልና ብዙሕ ባህግታት ንመኾኑ ኣለዉ ነቲ ገድሊ እዚ ማለት እዩ። ትገርመኒ ነገር እያ ብዙሕ ዛንታ እዩ ደሎና ትብል ሓደ እዋን ትጸሓፉ ኣለኹም። ሕራይ ኣርካን ድምጻዊ ተስፋልደት ክብሩ ዝግብርጌድ ኣብ ናይ ዓሙ ይኹን። ኣብ ናይ ዓሚ ዝተዛረብካዮ ኩን ወይ ኣብዚ ሕጂ መወዳእታ ክንገብሮ ዝጸናሕና ዝተረፈ ኣሎ ክምላእ ኣለዎ እትብሎ እንተሃልዩ ወይ ኣብ መወዳእታ ከተማሓልፍ ከተመሓላልፎ እትደሊ መልእኽቲ ተተሃልዩ መድረኽ ናባኻ ኣብሎሞ በዚ ክንዛዘም። ኣብ መወዳእታ
ኣሎዉዋ ደይኮነ እንታይ እሞ ንመን ክላወ ኣይንሕመቕ ጥራሕ ከምቲ ሓንቲ ወይ ደልናዮ ተስፋ እንድዩ ክመጽእ እዩ ከምኡ እዩ ከኣ ድልየትና ገሊኡ እቲ ዓብየ ድልየትና ኣብ ግብሪ ውዒሉ ኣሎ እቲ ዝተረፈ ብዙሕ ደሎ ከኣ መመስጊዱ እዩ ከም ሰዓቱ ክበጽሕ እዩ ተስፋ ጥራሕ ሓቦ ጥራሕ ከም ዝነበርና ዘየ ድብል ካልእ ምስጋና ንብምሉኣትኩም ይጠቅም እዩ እዚ ኢልኩም ወይ እውን ሓደ ሓደ ክስተይ ኣለዎ ኢልኩም ንዓይ ጸዊዕኩም ከም ዝግበርኩም ብጣዕሚ እየ ዘመስግን ብፍላይ ባዕልኻ ኣለኻ ዮውሃንስ ብዙሕ ግዜ ምስታይ ገበርካ ኩሎም እቶም ምሳኻ እና ዜና ሰኣልቲ ብጣዕሚ የመስግነኩም ነቶም ኣሃደ ብፍላይ ከዓ ሽብር ሽብር ወዲ ጋንታ እዩ ስለ ዝነበረት ብሓደ ነዊሕ ግዜ ኢና ጌርና ዋላ ኣብቲ ሓይልታት ከለና ዳሕራይ እውን ኣብ ባህሊ ምሳይ ነይሩ ከመስግኖ እፈቱ ካልእ ኩሎም እቶም ደቂ ኣሃዱ እዩ ማለት እዩ ዕስራን ሰለስተን ብርጌድ ባህሊ ዕስራን ሰለስተን ደሓር ከዓ ሂላል ባህሊ ዓሰርተ ሽዱሽተ ዝኾንና ብጣዕሚ ኩሎም ነቶም ዋላ ብሞራል ነዚ ከምዚ ግበር ኢሎም ዝደፋፍእሉ ብዙሓት ሰባት ብጣዕሚ የመስግን ኣባል ኸዓ ንሰበይተይን ደቀይን ኸዓ ብጣዕሚ ይደፋፍኡኒ እዮም። ከምዚ ዘይትገብር ከምዚ ዘይትገብር ወረጋ ሓሚቐ እምበር ብዙሕ ነገር ክሰርሕ ኢሎም እዮም ዝደፋፍኡኒ። ግን ግዚኡ ከይኣኸለ ዝኾነ ይኹን ነገር ኣይግበርን ሓደ ነገር ከዓ ይውጥጠካ ስለ ዝኾነ ግን ብጣዕሚ የመስግኖም። የቐንየለይ። ሕራይ ብርጌድ ንሕና እውን ንክልተ ክፋላት ማለት ዓሚ ካብ መገሻኻ መጺኻ ዝገበርካዮ ዕላል ሕጂ እውን ተመሊስካ ንዑ ንክትምልእ ዝገበርካዮ ዕላል ፈቃደኛ ብምዃንካ ብስም እዛ ኣዳላዊት ነዚ መደብ ካሜራ ማን ኣዳለውቲ ኣውጻእቲ ሕቶ ዳይሬክተር ከምኡ እውን ኣቅረብቲ ናይዚ መደብ ብስም ኩሎም ነመስግነካ የቀንየልና።